ሰላም ሰላም ዝኸበርኩም ኣሕዋት ከመይ ትኾኑ ሓውኹም መንግስቲ ሎሚ ዓንቲ ከዓኒ ብካልእ ስራሕ ብካልእ ቪድዮ መፅኤኩም ኣለኹ ናይ ሎሚ ዓንቲ ቪድዮ ዘርእየኩም ከመይ ጌርኩም ናይ ክሪስማስ ወይ ከዓ ናይ ሓድሽ ዓመት ዝኸውን ቪድዮ ክትሰርሑ እንድሕር ደሊኹም ከመይ ጌርኩም ከም ትሰርሑ ስእልኹም ኣእቲኹም ከመይ ጌርኩም ከም ትሰርሑ ኣነ ናተይ ስእሊ ኣእትየ ከርእየኩም እየ ንስኻትኩም ናትኩም ስእሊ እንዳኣተኹም ክትሰርሕሉ ኣብቲ ታሕቲ ኣብ ሊንክ ክገድፈልኩም እየ እቲ ኣነ ዝጥቀመሉ ማተርያል ኩሉ እቲ ተምፕሌት ኩሉ ክገድፈልኩም እየ ንስኹም ዳውንሎድ እንዳገበርኩም ተጠቀምሉ ሕጂ ቀጥታ ናብ ትምህርቲ ኪን ማስተር ንኣቱ ቲን ማስተር ኣቲና ናብታ ከባቢ ዓባይ ንኣቱ ብድሕሪኡ ዓሰርተ ሽዱሽተ ትሽዓተ እዩ ዘድልየና ዓሰርተ ሽዱሽተ ትሽዓተ ንኣቱ ዓሰርተ ሽዱሽተ ትሽዓተ ምስ ኣተና ዳውንሎድ ዝገበርናዮ ኣሎ ኣብቲ ዳውንሎድ ዝገበርናዮ ንኣቱ ቀጥታ ስእሊ ንመርፅ ብድሕሪኡ ነዚኣ ስእሊ ንስሕባ ከምዚኣ ኣነ ሕጂ ብናይ ሰላሳ ሰከንድ ገይረ ከሪኤኩም እየ ንስኻትኩም ብዝደለኹሞ ኣንዊሕኩም ከምዚኣ ሕጂ ዝሰሓብኩዋ ጌርኩም እንዳሰሓብኩም ኣብ ደለኹሞ ናእሳ ግዜ ክትወስድዎ ትኽእሉ ኢኹም ማለት እዩ። ብድሕሪኡ ይምለስ ሌየር ኣቱ ሌየር ኣትየ ሜድያ ሜድያ ኣትየ ኣብቲ ዳውንሎድ ዝገበርኩሉ ቦታ ከይድ ብድሕሪኡ እቲ ዝደለኹዎ ስእሊ የምጽእ እዚኣ 221 ክሳብ ጫፍ ወስዳ ማዕረ ጌረ ዕርያ በቃ ብድሕሪኡ ነዚኣ ከምዚ ኣቢለ ኣብዚኣ ኮፍ ከም ትብል ወይ ከዓ ነዚኣ ይሕፅ ቁሩብ ኣርሕቕ ኣብላ ከምዚኣ ኦኬ እዛ ገመድ ጠልጠል ኢላ ደላ ትሪእዋ ኣለኹም እሳ ኣይተድልየንን እያ ክሮፒንግ ይብላ ኣብዚኣ ብየማናይ ሸና ክሮፒንግ ኢለ ነዚኣ ይቆርፃ ነዛ ታሽሙ ነዚኣ ትሕት ምስ ኣበልክዋ ትሪእዋ ኣለኹም ኦኬ ኢለ ናዚ ማስክ ወሊዐ ኦኬ ኢለ ወፅእ ሪኢኹማ ሕጂ ነዚኣ ከስተኻኽላ እኽእል እየ፣ ኣብ ዝደለኽዎ ቦታ ክገብራ እኽእል እየ። ኣራይ ሰንድ ቱ ባክ ክብላ ስቕ ኢለ፣ ኣስተኻኺለያ ኣለኹ። ኦኬ ከምዚኣ ምስ ገበርኩ ተመሊሰ ከይደ ሌየር ኣቱ ሌየር ኣትየ ሜድያ ሜድያ ኣትየ ዳውንሎድ ዝገበርኩሉ ቦታ ከይድ ብድሕሪኡ ነዚኣ ማስክ የምጽኣ እዚኣ ማስክ እዚኣ ሕጂ ከምዚኣ ዘላታ ከምዚኣ ቢለ ምስ ኣስተኻኸልኩዋ ቁርባ ትሕተ ብላ ነዚኣ ነዚኣ ሕጂ ነዛ ተገንፂላ ዘላ ትመስል በዚ ሓደ ክቅይራ ስለ ዝደለኹ ኣብዚኣ ናይ ሮቴሽን ምልክት ኣላ ኣብዛ መቐስ ቀዳመይቲ ካልኣይቲ እዚ ኣርባዕተ ኣንጎሎ ሳልሰይቲ እዚኣ ናይ ሮቴሽን ዘላ ንዓ ኣይትንክፋ ሽዑ እዘን ሚሮር ዝብላ ዘላ ሚሮሪንግ ትብል ደላ ኣብኣ መጽየ ይትንክፍ ንላዕልን ታሕትን እያ ትኸውን ደላ ኣብዚኣ ትሪእዋ ኣለኹም ኦኬ ከምዚኣ ምስ ኮነት ይጠውያ ነዚኣ ይጠውያ ከምዚኣ ገይረ ሪኢኹማ ልክዕ ምስ ወዳእኹ ነዚኣ የስተኻኽላ ናብ ከምዚ

ነዚኣ ውን ሰንድ ቱ ባክ ብላ ኦኬ ብላ ነዚኣ ክሳብ ጫፍ ከምትያ ካልኦት ስእሊ ክሳብ ጫፍ ወስዳ ኦኬ ብድሕሪ እዚ ሌየር ኣቱ ሌየር ኣትየ ሜድያ ሜድያ ኣትየ ናብኡ ዳውንሎድ ዝገበርክዎ ስለ ዘሎ ናብኡ እየ ዝምለስ ንዑ መማዕረጊ ኢለ ዘውረድክዎ ዳውንሎድ ዝገበርክዎ ኣሎ ንዑ ከምፅየ ነዚኣ የምጽኣ ኦኬ ይብላ ከምዚ ክተምጽ ከለኹም ኩሉ ሻዕ ድምፂ ከይርብሸኩም ድምፂ ክትዓፅዎ ኣለኩም ኦኬ ኢልና ንወፅእ ነዚኣ ሕጂ ኣብታ ንደልያ ቦታ ነስተኻኽላ ኣብዚኣ ክትኮነለየ ዝደሊ ኣነ ድሕሪኡ ነዚኤን ሸረር እንዳበልኩ ንላዕሊ ገጸይ ይኸይድ ብለንዲንግ ትብል ምስ ረኸብኩ ነዛ ብለንዲንግ ስክሪን ብላ ስክሪን ምስ በልኩዋ ትሪእዋ ኣለኹም ኦኬ ብላ ብድሕሪ እዚኣ ሜሪ ክርስማስ ትብል ከምዚኣ ትኸውን ኦኬ ብድሕሪ እዚ ለየር ኣቱ ለየር ኣትየ ሜድያ ይኣቱ ሜድያ ኣትየ ኣብ ኣብ ኣብቲ ዳውንሎድ ኣቱ ዳውንሎድ ገበርክዎ ስእሊ ኣሎ ነቲ ስእሊ ምፅየ ክእትዎ እየ ነዚ ፅሑፍ እዚ ኣብዚኣ ይገብሮ ከምዚኣ ትሪእዋ ኣለኹም ኦኬ ሮስ ሓድሽ ዓመት እዚኣ ምስ ገበርኩ ነዚኣ ሸረር ኣቢለ ስሒበ ከዓ ክሳብ ጫፍ ወስዳ ከምዚኣ ትሪእዋ ዘለኹም ምስ ገበርኩ ወዲእና ኦኬ ብድሕሪ እዚ ለየር ኣቱ ለየር ሜድያ ኣቱ ሜድያ ኣትየ ዳውንሎድ ኣብቲ ዳውንሎድ ዘቐመጥክዎ ናተይ ስእሊ ኣሎ ናተይ ስእሊ ከምፅየ ሕጂ ኦኬ ነዚኣ ኣምፅየ ከምዚኣ ኣቢለ ቁሩብ ኣብዘን ሰለስተ ነጥቢ ተንኪፈ ሰንድ ቱ ባክ ክብላ ከምታ ዝደለኹዋ ከምዚ ኣቢለ የስተኻኽላ ኦኬ ሕጂ ኦኬ ይብላ ብዳሪኡ ነዚኣ ስእሊ ክሳብ ጫፍ ወስዳ ነዛ ስእሊ ክሳብ ጫፍ ወስዳ ከም ትሪኦ ዘለኹም እዛ ቁፅሪ ጠልጠል ድበለት እያ ትመስል ዘላ ነስተኻኽላ ኣብቲ ጣውላ ኮፍ ከም ድበለት ዓይነት ንገብራ ነዚኣ ሰንቱ ባክ ክንብላ እሞ ብድሕረይ ኮይና ነታ ስእሊ ናተይ ከዓ መሊስና ሰንድቱ ባክ ንብላ ኦኬ ነዚኣ ኦኬ ኢልና ንወፅእ ክሳብ ጫፍ ኣብፂሕናያ ኣለና ኦኬ ኢልና ንወፅእ ሓንቲ ትተርፈና ሌየር ኣቲና ሜድያ ሜድያ ኣቲና ዳውንሎድ ዳውንሎድ ዝገበርናያ ኣብዚ ንመፅእ እዚኣ ፉል ስክሪን ንብላ በዚኣ ብዳሪኡ ንዓ ነታ ዘምፃናያ ቪድዮ ተንኪፍና ታሕቲ ንወርድ ብለንዲንግ ብዳሪኡ ስክሪን ንብሎ ኦኬ ሕጂ እዚ ጌርና ምስ ወዳእና ሌየር ንኣቱ ሌየር ኣቲና ስቲከር ንመርጽ ኣብዚ ስቲከር ሓደ ሓደ ተኣሽሙሎ ነዚኣ ነምጽእ ነዚኣ ምጽእ ሕጂ ነዚኣ ትሪእዋ ኣለኹም ኣብዛ ታሕቲ ከምዚኣ ገብራ ንዑ ሽዑ ክሳብ ጫፍ ወስዱ ነዚ ክሳብ ጫፍ ወስዳ ከምዚኣ ኦኬ ብላ ኦኬ እምበኣር ከምዚ ናይ ሎማዓንቲ ስራሕና ከምዚ ሕጂ ክትዕዘብዎ ዝጸናሕኹም ከምዚኣ ገይረ ኣጻፊፈ ወዲኤ ኣለኹ ንስኻትኩም እዚ ኣነ ናተይ ስእሊ ገይረዮ ዘለኹ ናትኩም ስእሊ ጌርኩም ክትጥቀሙ ትኽእሉ ኢኹም ናይ ሎማዓንቲ ስራሕና በዚ ወዲእና ኣለና ሙዚቃ ዝደለኹሞ ክትእትዉ ትኽእሉ ኢኹም ኣውድዮ ኢልኩም ኣነ ዘዳለኽዎ ሓንቲ ሙዚቃ ስለ ዝኾነት እዚኣ ነዚኣ ክወርፃ ካብታ ዝደልያ ንስኻትኩም ዝደለኹሞ ዓይነት ሙዚቃ ከተብሉ ትኽእሉ ኢኹም ትሪም ዝብል ዘሎ እዚ ኣቢልና ክሳብ ጫፍ ፅቕጥ ኣቢለ ናብ ጫፍ ወስዳ ነታ ኣውድዮ ፅቕጥ ኣቢለ ሒዘ ናብ ጫፍ ወስዳ በዚ ነዊሓ ስለ ዘላ ቆርፃ ኦኬ

ኣረይ ከምዛ ትሪእዋ ዘለኹም ከምዛ ክትሪእዋ ዝፀናዕኹም ቪድዮ ጌርኩም ንምስራሕ ብጣዕሚ ቀሊል እዩ እዚኤን ብሙሉኤን ማተርያል ኣብ ታሓቲ ኣብ ሊንክ ክገድፈልኩም እየ ንስኩም ዳውንሎድ ገይርኩም ናትኩም ስእሊ ድዩ ናይ ትደልይዎ ሰብ ስእሊ እንዳኣተኩም ክትጥቀምሉ ትክእሉ ኢኩም ነዚኣ ምስ ወዳኣና ኣብዚኣ ላዕሊ ናይ ታይ ሽሙ ኣረው ዘለዋ ትሪእዋ ኣለኩም ኣብዚ ኣርባኣተ ኣንጎሎ ኣብኣ ንትንክፍ ብድሕሪኡ እዚ ክመፃልና እዩ እዚ ዝደለናዮ ዓይነት